እዚ ሓይሊ ሎሚ እውን ከምቲ ትማሊ ዝገበሮ ብብሕቱ ጉዳይ ትግራይ ክውስን ብብሕቱ ትግራይ ከም ንብረት እናቆፀረ ክኸይድ ስለ ዝመረፀ ኣብ ከቢድ ደልሃመ ተእቲና እዩ ሕልፍ ሓሊፍዎ እቲ ናይ ባዕሉ ኣብ ክልተ ምግምማዕ ናብቲ ሰራዊት እውን ዘሊቑ ሰራዊት እውን ክገማማዕ ገይርዎ እዩ። ናብትን ናብትን ሸውላለ ክብል ገይርዎ ብፍላይ እቲ መሪሕነት ሰራዊት ማለት እዩ። ኣብ ቀረባ ግዘ ካብ ኮር ንላዕሊ ኢሎም መግለፂ ዝሃቡ ኣካላት ንዕኡ ዝተቓወሙ ካልኦት ጀነራላት፣ ኣብ ክልተ ክገማማዕ ገይሩ። እቲ ናቶም ሕመቕ ናይቲ ውድብ ሕመቕ ኣብቲ ሰራዊት ጥራሕ ኣይኮነን ዘሊቑ፣ ናብ ህዝብና እውን ዘሊቑ። ብግልፂ ክንዛረበሉ እንተዘይደሊና ወይ ንፖለቲካዊ ጨለምነት ክበሃል ክንሸፋፍኖን ክንጣሳስሞን እንተዘይደሊና ህዝብና እውን ብኸባቢ ተኸፋፊሉ ክተፋነን ዝገብር ምንቅስቓስ ካብ ልሂቃናት ይረኣ ኣሎ። ግልፂ ኮይኑ ዝረአ ዘሎ ነገር እዩ። እዞም ኣካላት እዚኦም ነቲ ሰራዊት ፀቕጢ ብምፍጣር ከይወዓለ ከይሓደረ መንግስትነት ከረክብ ብኣፈሙዝ ድፍኢት እናገበሩ ኣጨኒቆም ኣብዚ ኩነታት እዚ የእትዮም ኣለዉ እዞም ኣዘዝቲ ሰራዊት ታሪኾም ዝፍለጥ፣ ኣመጻጽኦም ዝፍለጥ፣ ጅግንነቶም ዝፍለጥ ኣብ ሕሉፍ ዝገበርዎ ጥራሕ ዘይኮነ ኣብ ዝሓለፉ ኣብ ዝሓለፉ ናይ ጽንተት ኩናት እውን ዝተገበረ ታሪኾም ዝፍለጥ እዩ። ንሕና ንሓቶ ዘለና ብሄራዊ ትካል ኮይኖም ጠጠው ክብሉ እዩ። እዚ ሰራዊት ሰራዊት ህዝቢ ትግራይ እዩ። ብስሩ እውን ናይ ሓፂር ግዘ ልኡኽ ዘለዎ ሰራዊት ዘይኮነስ ዘላቒ ብሄራዊ ትካል ክኸውን ድሕንነት ህልውና ህዝቢ ትግራይ ከውሕስ ዝግበኦ እንኮ ብመስዋእቲ ዝተኣሳሰረ ትካል ህዝቢ ትግራይ እዩ። ብተደጋጋሚ እዙይ ክኸውን እብ እንፅወዐሉ ጊዘ ላዕለዎት መራሕቱ ግና ኣይፋል ንሕና ህወሓት ኢና፣ ብተደጋጋሚ ንሕና ህወሓት ኢና እናበሉ ዝገልፁ ዝነበሩ ንሶም እዮም። ሰራዊትና ሰራዊት ትካል ትካል ህዝቢ ትግራይ ይኹን ዝበለ ድዩ ሰራዊት ዘፍርስ ዘሎ ወይስ ንሕና ህወሓት ኢና ዝብል ኣዛዚ ሰራዊት እዩ ኣንፃር ናይቲ ሰራዊት መትከል ዝኸይድ ዘሎ? እዚ ግልፂ ክኾን ይግባእ። ሰራዊት ዘፍርስ ዘሎ ኣካል እዚ ሰራዊት ጎቲቱ ናይ ሓደ ጉጅለ ወይ ናይ ሓደ ውድብ መገልገሊ ሓላዊ ስልጣን ሓላዊ ረብሓ ክገብሮ ዝደሊ ኣዛዚ ሰራዊት እዩ ንሱ እዮም ዝገብሩ ዘለዉ ናብዚ ከመይ ኣትዮም ብመጀመርያ ደረጃ እቲ ጉጅለ ህወሓት እዚ ሰራዊት እዚ ሓይሊ ተጠቂሙ ስልጣን ንኸረክቦ ብቓልዕ እናጎስጎሰ፣ ድፍኢት እናገበረ፣ እናጨነቐ ከም ዝመጸ ኩልና ንፈልጦ ሓቂ እዩ። በብጊዝኡ በብመግለጺኡ ምስ ሰራዊት ወዲእና ኢና ይብል፣ ኣብቶም ናይ ሰራዊት ኣመራርሓ ድማ ኣካይዳኦም ንሪኦ፣ ሓደ ግዘ ብመግለጺ ህወሓት ኢና ይብሉ፣ ካልእ ግዘ ኣብቲ ናይቲ ውድብ ናይ ክልተ ወርሒ ሙሉእ ኣኼባ ኣቲኻ፣ ናይቲ ውድብ ጉዳይ ናብ ህዝቢ ክወጽእን እቲ ምፍልላይ ክመጽእን ብምግባር፣ ንሳልሳይ ግዘ ድማ ኣብዚ ቀረባ እዋን ኑቲ ሓደ ጉጅለ ህወሓት ንድግፍ ዝብል መግለጺ ሒዝካ ብምውጻእ ዘርኣይዎ ጉጉይ ተግባር እዩ። ንሕና ነውግዞ ዘለና ተግባር እዙይ እዩ። ግን እዞም ኣካላት እዚኦም ካብቲ መትከል ክኸውን ዝግበኦ ብሄራዊ መርገጺ ናይቱ ትካል ንሱ ወጻእ ብዝኾነ መንገዲ ናብ ዞባታት፣ ናብ ወረዳታት፣ ናብ ጣብያታት እናኸድካ ምምሕዳር ምፍራስ፣ ማህተም ምምንጣል ካብዚ ሓሊፉ ንቱ ሓደ ጉጅለ ናብ ስልጣን ንምምላስ ዝግበር ከይዲ ፍጹም ጌጋ ዝኾነ ኣካይዳ እዩ። እዚ ዝተሰሓተ ኣካይዳ እዩ። ንህዝቢ ትግራይ ናብ ጭንቂ ናብ ፍርሒ ዘእቲ ብስሩ እውን ሕልፍ እንተይሉ ንንባዕልኻ ናብ ምትኳስ ዘምርሕ ኣካይዳ እዩ። ካብዚ ዝሓመቐ ታሪኽ ክህሎ ኣይኽእልን ኣብ ትግራይ። ህዝቢ ትግራይ ነንባዕሉ ክታኾስ እንተጀሚሩ ካብዚ ዝሓምቕ ታሪኽ ክህሉ ኣይኽእልን። ታሪኽኩም ከይተበላሽዉ። ኣብ መወዳእታ ታሪኽኩም ከይተበላሽዉ ንብል ዘለና ምእንቲ ህዝቢ እዩ። ዝኾነ ይኹን ብሓይሊ ዝመፅእ ምምሕዳር ቅቡልነት ክህልዎ ግቡእ ኣይኮነን። ናይ ሲቪል ምምሕዳር ናይ ፖለቲካ ጉዳይ፣ ናይ ዝተዓጠቐ ጉዳይ ክኸውን ኣይኽእልን። ስለዚ ካብዚ ጉዳይ እዚ ዓርሶም ዓርስኹም ከተግልሉ ብተደጋጋሚ ፃውዒት እንዳገበርና መፂእና ኢና። ሐዚ እውን ኩሉ ዓይነት ኣማራፂ ነፂግካ፣ ኩሉ ዓይነት ውዳበ ረጊሕኻ፣ ኩሉ ዓይነት መወፃፅኦ ዝተብሃለ ሓሳብ ተሓሲምካ ምስቲ ጉጅለ ሱብ ጥራሕ ተጣቢቕካ ዓዲ ከድሕን እየ ምባል ቀዳማይ ደረጃ በካይድኡ ዝንቡዕ እዩ ካልኣይ ቅቡልነት ኣይብሉን ሳልሳይ ትግራይ ከም ትግራይ ናብ ዝፈለየሉ ሕማሶ ዘምርሕ ኣካይዳ ስለ ዝኾነ ፍፁም ተቐባልነት ክህልዎ ኣይኽእልን ንባዕልኹም እውን ኣብ ታሪኽኩም ፀሊም በሰላ ኮይኑ ዝቕመጥ ተግባር እዩ ስለዚ ካብዚ ጉዳይ እዚ ምዕጋስ ኣድላይ እዩ ማለት እዩ ኣብዚ ጉዳይ እዚ ተሓተትቲ ክኾኑ ዝግበኦም ሰለስተ ኣካላት እዮም ብኣውርኡ ዘለዉ። ቀዳማይ እቱ ህወሓት ዝበሃል ውድብ ብተደጋጋሚ ድፍኢት እናገበረ ፀቕጢ እናገበረ ኣጨኒቑ ናብዙ ተግባር እዙይ ዘምፅኦም ንዞም ኣዘዝቲ ላዕለዎት ኣዘዝቲ ሰራዊት እቲ ውድብ ህወሓት እዩ። ንሱ ዝፈልጠሎም ሓጥያት ክህሊ ይኽእል ብምንታይ የፈራርሖም ከም ዘሎ ዝፈልጠሎም ጉድ ክህሊ ይኽእል ብዝኾነ ይኹን መንገዲ ግን ኣጨኒቑ ጸቕጢ ፈጢሩ ናብዚ ጉጉይ ተግባሩ እዚ ከምርሑ ለይትን ቀትርን ይሰርሕ ዘሎ ብዕሊ እውን ሰራዊት ሒዙ ናብ ስልጣን ክምለስ ዝጽዕር ዘሎ ጉጅለ ህወሓት እቲ ቁጽሪ ሓደ ተሓታቲ ኣብዚ ፍርሰት እዚ ቁጽሪ ሓደ ተሓታቲ ክኾን ዝግብኦ ኣካል እዩ ብካልኣይ ደረጃ ኩሉ ዓይነት መወፃፅኦ ነፂጉ ውሕስና ዝህብ እውን ንቕድሚት ጥራሕ ዝርኢ ኣማራፂ ክህልወና ይግባእ። ኩሉ ትግራዋይ ክእከብ ይግባእ። ትካል ናይ መንግስቲ ክንምስርት ይግባእ። ብሄራዊ ስምምዕን ስኒትን ክንፈጥር ይግባእ እናበልና ኣብ ዘለናሉ ሰዓት ኩሉ እዙይ ነፂጉ ምስቲ ጉጅለሱ ጥራሕ ተጣቢቑ ኣብ ማህተም ንምንጣል ዝውዕል ዘሎ መሪሕነት ካብ ተሓታትነት ኣይድሕንን። ኣብ ፍርሰት ትግራይ፣ ኣብ ተጻብኦ፣ ኣብ ጎንጺ ሕድሕዳዊ ጎንጺ ትግራይ ዝኣካሉ እዚ ካብ ተሓታትነት ክድሕን ኣይኽእል። ብሳልሳይ ደረጃ ብፍላጥ ይኹን ብዘይፍላጥ ብደገን ብውሽጥን ኣብ ሚድያን ኣብ ካልኦት ፖለቲካዊ ምንቅስቓሳትን ዝነጥፉ ነጠፍቲ ማሕበራዊ ሚድያን ተንተንቲ ፖለቲካን ዝኾነ ኣካላት ንባዕሎም ተደናጊሮም ህዝቢ ኣብ ምድንጋር ዘለዉ ሓደ ብቃልዕ ናይ ህወሓት ደገፍቲ ኮይኖም ናይ ህወሓት ደገፍቲ ምዃን እኳ መሰሎም እንተኾነ ሰራዊት ማህተምን ቤት ፅሕፈትን ከረክቦም መንግስትነት ከረክቦም ድፍኢት እናገበሩ ዝውዕሉ ዘለዉ ሰብ ሚድያን ነጠፍቲ ማሕበራዊ ሚድያን ካብ ተሓታትነት ኣየምልጡን።